ሰላም ከመይ ጸንሑ ክቡራት ተኸታተልቲ ንሎሚ ቀዳም 14 ለካቲት 226 ዝተዳለው ሓደሽ ዜናታት ሒዘልኩም ቀሪበ ኣለኹ ምክትታልኩም ይዕድም ፈለማ ቀንደብታቱ ኣብይ ሎሚ ኣብ ዝተጀመረ ኣኼባ ሕብረት ኣፍሪቃ ልዕሊ ሚእትን ሰላሳን ሚልዮን ህዝቢና ወደብን ኣፍደገ ባሕርን የድልየና ክብል ዝሃቦ መግለጽን ካልኦት ዘለዉ ሓደሽቲ ምዕባለታት ኣኼባ ሕብረት ኣፍሪቃን ጥልያን ዝምልከትን ህዝቢ ኤርትራ ወናኒ ባሕሩ ከምዝኾነ ከምዝተገለጸን ኬንያ ዶብ ሶማልያ ከምዝኸፈተቶ ብወግዒ ከምዝሓበረትን ኤሮጳን ኣሜሪካን ኣብ ከቢድ ምትፍናን ኣትየን ከምዘለዋ ከምዝተገለጸን ዝብሉን ካሊእን ዝሕብር ዝርዝር ዜናታት ሒዝናልኩም ቀሪብና ኣለና። ንቻነልና ሳብስክራይብ ብምግባር ክሳብ መወዳእታ ክትከታተሉና ብኽብሪ ንዕድመኩም። ኤሮጳ ኣብ ሓድሽ መድረኽ ምእታዋ ኣሜርካ ገሊጻ። ሚኒስተር ወጻኢ ጉዳይ ኣሜርካ ማርክ ሩቢዮ ኣብ ዋዕላ ጸጥታ ሙኒክ መደረ ነምሃብ ናብ ኤሮጳ ኣብ ዝገሸሉ እዋን ኤሮጳ ኣብ ወሳኒ ኩነታት ከም ዘላን ኣብ ቀረባ እዋናት ከጋጥም ዝኽእል ወጥሪ ከቢድ ክኸውን ከም ዝኽእል ከም ዝገለጸ ተሓቢሩ። ኣብ ጉዳይ ግሪንላንድ ተኣፋፊ ነጥብታት ዘቕረበ ናይ ኣሜሪካ ፕረዚዳንት ዶናልድ ትራምፕ፣ ንግሪንላንድ ብሓይሊ እውን ተኾነ ክሕዛ ምዃኑ ካብ ዝገልጽ ሰሙናት ሓሊፉ ከም ዘሎ ዝገልጹ ብናይ ግሪንላንድ ጉዳይ ዴንማርክ እውን ምስ ኣሜሪካ ኣብ ተፋጥጥ ከም ዘላ ክግለጽ ዝጸንሐ ምዃኑ ይሕበር። ናይ ኣሜሪካ መራሒ ትራምፕ ንግሪንላንድ ምስ ኣሜሪካ ንምሕዋስ ቃል ብምእታው ሉላውነት ዴንማርክ ኣብ ሓደጋ ከም ዘእተወ እውን ዝሕበር ኮይኑ ኣብ ናይ ሙኒክ ዋዕላ ሩቢዮ ነቲ ናይ ኣሜሪካ ኮሚቴ መሪሑ ኣብ ጉዳይ ዴንማርክን ኢሮጳን መግለጺ ክህብ ጽቡይ ከም ዘሎ'ውን ምንጭታት ይገልጹ። ኢሮጳ ካብ ናይ ኣሜሪካ ጽግዕተኝነት ናጻ ወጺኣ ናይ ባዕላ ሰራዊትን ምክልኻልን ክተምዕብል እንተዘይክኢላ ኣብ ምሕረት ኣሜሪካ ክትነብር ምዃና ክገልጽ ዝጸንሐ ናይ ፈረንሳ መራሕ ኢማኑኤል ማክሮን ኢሮጳ ካብ ኣሜሪካ ናጻ ክትወጽእ ከም ዘለዋ ይሕብር ከም ዘሎ'ውን ይንገር። ዋና ጸሓፊ ኔቶ ማርክ ሩት ብወገኑ፣ ኣብ መንጎ ኪዳን ሰሜን ኣትላንቲክን ሕብረት ኤውሮጳን ተፈጢሩ ዘሎ ፍልልይ ኣብ ሓጺር ግዜ ፍታሕ ክረክብ ይጽዕር ከም ዘሎ ክሕብር እንከሎ፣ ኣሜሪካ ዘይብሉ ኔቶ ወይ ናይ ምክልኻል ሓይሊ ካብ ዝኾነ ክድሕን ከም ዘይክእል ኣነጺሩ ኣሎ። ኣብዚ ግዜ'ዚ ናይ ኤውሮጳ ሃገራት ካብ ናይ ኣሜሪካ ጽግዒ ሓለዋን ወጺኤን ክነብራ ከቢድ ምዃኑ ዝሕብር እቲ ዋና ጸሓፊ፣ ሕብረት ኤውሮጳ ሓያል ምክልኻል ዝሃንጸሉ ግዜ ነዊሕ ክኸውን ከም ዝኽእል ገሊጹ። እዚ ከምዚ ኢሉ እንከሎ ቻንስለር ጀርመን ኣብ ዓመታዊ ዋዕላ ጸጥታ ኣብ ዝሃቦ መግለጺ እቲ ኣብ ሕግታት ዝተመርኮዘ ስርዓት ዓለም ድሕር ደጊም የለን ኢሉ። ፍሬድሪክ መርዝ ኣብቲ ኣብ ሙኒክ ዝተኻየደ ዋዕላ ንመራሕቲ ሃገራት ኣብ ዝሃቦ መግለጺ ንናጽነትና ውሕስነት የብሉን ብምባል ኣብዚ ፖለቲካዊ ሓይሊ ንምጭባጥ ዝግበር ዘሎ መስርሕ ኤውሮጳውያን መስዋእቲ ክኸፍሉ ድልዋት ክኾኑ ከም ዘለዎም ገሊጹ። ኣብ መንጎ ኤውሮጳን ኣሜሪካን ዓሚቕ ፍልልይ ከም ዝተፈጥረ ድማ ተኣሚኑ። ኬንያ ዶብ ሶማልያ ከም ዝኸፈተቶ ገሊጻ ኬንያ ዶብ ሶማልያ ከም ዝኸፈተቶ ዝገለጸት ኮይና፣ ኣልሸባብ ቅድሚ ዓሰርተ ሓሙሽተ ዓመታት መጥቃዕቲ ከም ዝፈጸመ ዝሕበር ኮይኑ፣ ዶብ ሶማልያ ዳግማይ ክትከፍቶ ምዃና ክትገልጽ እንከላ፣ ኣብ ወርሒ ሚያዝያ ምስ ሶማልያ ዶብ ክትከፍት ምዃና ፕሬዚዳንት ዊልያም ሩቶ ኣፍሊጡ ምንባሩ'ውን ይሕበር። ኣብ ክልተ ሽሕን ዓሰርተ ሰለስተን ኣብ ርእሰ ከተማ ናይሮብ ኣብ ዝርከብ ዕዳጋ ዝተፈጸመ መጥቃዕቲ ስሳን ሸውዓተ ሰባት ቀቲሉ ምንባሩ ዝዝከር ኮይኑ፣ ኣብ ኮሌጅ ዩኒቨርሲቲ ጋሪሳ ካብቲ ቀዳማይ ድሕሪ ክልተ ዓመት ዝተኻየደ ካሊእ መጥቃዕቲ እውን ሚእትን ኣርባዓን ሸሞንተ ሰባት ምቕታሉ ይዝከር። ናይ ኬንያን ሶማሊያን ዶብ ኣብ ክልተ ሽሕን ዕስራን ሰለስተን ክኽፈት ከም ዝኽእል ክንገር ዝጸንሖ ኮይኑ፣ ኣብቲ ኣጋጣሚታት ተደራራቢ መጥቃዕቲ ድሕሪ ምግጣሞም ዶብ ናይ ምኽፋት ጉዳይ ምስግጋሩ እውን ይሕበር። ፕሬዝዳንት ኬንያ ዊልያም ሩቶ፣ እቲ ኣብ መንጎ ክልቲኤን ሃገራት ዝርከብ ዶባት ዳግማይ ዝኽፈት ንነዊሕ ኣዋርሕ ኣብቲ ከባቢ ጸጥታ ድሕሪ ምርግጋጹ ምዃኑ እውን ክገልጽ እንከሎ፣ ዶብ ክልቲኤን ሃገራት ብሓያል ስራሕ ጸጥታ ከም ዝተወሓሰ ገሊጹ። ካብ ሶማልያ ዝመሓላለፍ ናይ ኮንትሮባንድ ስራሕ ብዘይሕጋዊ ኣጽዋርን ካሊእ ብኮንትሮባንድ ብዶብ ይሰጋገር ከም ዘሎ እውን ስግኣት ከም ዘለዋ ክትገልጽ ዝጸንሐት ኬንያ፣ ኣብዚ ግዘ ኣብ ዝተፈላለዩ እዋናት ዝተበጽሐ ስምምዓት ዘበገሶ ምኽፋት ዶብ ምፍጻማ ተባዕ ስጉምቲ ምውሳዳ ናይቲ ከባቢ ምንጭታት ይገልጹ። ሶማልያ፣ ጎረባብቲ ሃገራት ንናጽነት ሶማሊላንድ ይድግፉ ኣለዉ ክትብል ከሲሳ። ናይ ሶማልያ ፕረዚዳንት ሓሰን ሼኽ መሓሙድ፣ ጎረባብቲ ሃገራት ሶማልያ ዝኾና ሃገራት፣ ናይ ሶማሊላንድ ናጽነት ይድግፉ ከምዘለዉ ብምግላጽ ምኽሳሱ ተሓቢሩ። ናይተን ጎረባብቲ ሃገራት ስም ዘይጠቐሰ እቲ ፕረዚዳንት፣ ጎረባብቲ ምባሉ ካብ ኢትዮጵያ ዝሓልፍ ከምዘይኮነ ዝሕብሩ ወገናት፣ እስራኤል ንሶማሊላንድ ኣፍልጦ ክትህብ ዝድግፉ ሃገራት ኣብ ሶማሊላንድ ዝኾነ ረብሓ ዘለወን ክኾና ከምዝኽእላ'ውን እቶም ወገናት ይገልጹ። ምስ ጋዜጣ ኣሽራቕ ኣል ኣውሳት ኣብ ዝገበሮ ቃለ መሕተት፣ ፕረዚዳንት ሓሰን ሸኽ መሓመድ እተን ሃገራት፣ እስራኤል ንሶማሊላንድ ዝሃበቶ ኣፍልጦ፣ ንረብሐኣን ክምዝምዞ ይጽዕሩ ከም ዘሎ ብምግላጽ ከም ዝኸሰሰ እውን ተሓቢሩ። ናይ ዝኾነት ሃገር ስም ክጠቅስ ድሌት ከም ዘይብሉ ዝሕብር እቲ ፕረዚዳንት፣ ጎረባብቲ ሃገራት ግቡእ ቦትኣን ክሕዛ ተላብዩ ከም ዘሎ እውን ተሓቢሩ። ህዝቢ ኤርትራ ወናኒ ባሕሩ ምዃኑ ተገሊጹ። ኣብ ጽምብል ዝኽሪ ፈንቅል ኣብ ዝግበሩ ዘለዉ ምድላዋት፣ ንናይ ስርሒት ፈንቅል ዝምልከቱ መግለጺታት ዝወሃቡ ዘለዉ ኮይኖም፣ ናጽነት ኤርትራ ብከም ስርሒት ፈንቅል ዝኣመሰሉ መስተንክር ዝሓለፈ ብዓለምና ፍሉይ ቃልሲ ዝፈጠሮ ምዃኑ ተገሊጹ። ሚኒስተር የማነ ኣብ ገጽ ኣብ ትዊተር ዘውጽኦ ናይ ሻባይት ጽሑፍ ከም ዝገለጾ፣ ስርሒት ፈንቅል ንናይ ኤርትራ ጉዳይ ጥራይ ዘይኮነ፣ ንናይ ኢትዮጵያ ጉዳይ እውን ወሳኒ ስርሒት ምንባሩ፣ ኣብ ቀርኒ ኣፍሪቃ መሰረታዊ ለውጢ ክፈጥር ምዃኑ ዘንጸባረቐ ምዃኑ እውን እቲ ጽሑፍ ገሊጹ። ዝተገፍዐ ከም ዘይሓስሞ ዘንጸባረቐ ናይቲ ፍንቅል ስርሒት፣ ኣብ መወዳእታ ድሕሪ መሪርን ነዊሕን ቃልሲ፣ ህዝቢ ኤርትራ ወናኒ ማያቱ ክኸውን ዝገበረ ምዃኑ እውን እቲ መግለጺ ሓቢሩ። ቀዳም ስር ኢትዮጵያ ኣብይ ኣሕመድ ኢትዮጵያ ኣፍ ደገ ባሕረ ከም ዘድልያ ገሊጹ። ቀዳም ስር ኢትዮጵያ ኣብይ ኣሕመድ ኣብ ኣዲስ ኣበባ ካልኣይ ዋዕላ ጥልያን ኣፍሪቃን ብወግዒ ኣብ ዝኸፈተሉ እዋን ኣብ ሓባራዊ ብልጽግና፣ ክብርን ሓባራዊ ረብሓን ዝተሰረተ ለውጢ ዘምጽእ ሽርክነት ኢሮጳን ኣፍሪቃን ክህሉ ጸዊዑ። ቀዳም ስር ኢትዮጵያ ኣብይ ኣሕመድ ኣብ መኽፈቲ መደሩ ኣብ ዝሃቦ መግለጺ፣ ዳይናሚዝም መንእሰያት ኣፍሪቃ ምስ ተመክሮ ቴክኖሎጅን ርእሰ ማልን ኤውሮጳ ተደሚሩ ተራእዩ ዘይፈልጥ ዕብየትን ዕድልን ክኸፍት ከም ዝኽእል እውን ገሊጹ። ቀዳም ሚኒስትር ኢትዮጵያ ኣብይ ኣሕመድ እቲ ዋዕላ ኣብ ዝምድናታት ኣፍሪቃን ኤውሮጳን ኣገዳሲ ነጥቢ ምዃኑ ብምግላጽ ኪኖ ዘተ ናብ ጭቡጥ ውጽኢት ምስግጋር ከም ዘድለ ከስምረሉ እንከሎ እቲ ምትእኽኻብ ካብ ዘተ ናብ ተግባር ንምስግጋርን ሓያል ስራሕ ከም ዘድሊ እውን ገሊጹ።

ምምስራት ማእከላት ምህዞ ካብቲ ብዙሕ ሒደት ምዃኑ ወሲኹ ገሊጹ። ቀዳማይ ዋዕላ ጥልያን ኣፍሪቃን ኣብ ጥልያን ምክያዱ ዝፍለጥ ኮይኑ፣ ኣብቲ ኣጋጣሚ ኣብ መንጎ ፕረዚደንት ኢሳያስ ኣፈወርቅን ቀዳመይቲ ሚኒስተር ጆርጆ ሚሎኒ ናይ ምትሕብባር ስምምዕ ተኸቲሙ ምንባሩ እውን ይዝከር። ቀዳም ሚኒስትር ኢትዮጵያ ኣብይ ኣሕመድ ኣብዚ ሎሚ ዋዕላ ሕብረት ኣፍሪቃ ዝሃቦ መግለጺ፣ ከም ኢትዮጵያ ዝኣመሰላ ሃገራት፣ ወደባት የድልየን እዩ ዝበለ ኮይኑ፣ ኣብይ ኣሕመድ ኣብ ዋዕላ ሕብረት ኣፍሪቃ ኣብ ዘስምዖ መደረ፣ ከም ኢትዮጵያ ልዕሊ ሚእትን ሰላሳን ሚልዮን ህዝቢ ኣብ ዝነብረለን ሃገራት ዘላቒ ልምዓት ዝተፈላለየ ወደባት የድልየን ኢሉ። ቀዳም ሚኒስትር ኢትዮጵያ ኣብይ ኣሕመድ መበል ሰላሳን ትሽዓተ ዋዕላ ሕብረት ኣፍሪቃ ኣብ ዘሕለፎ መልእኽቲ፣ ብሰላማዊ ምትሕብባር ውሑስ ተበፃሕነት ባሕሪ ምርግጋፅ መሰረታዊ ምዃኑ ገሊፁ። ብተወሳኺ'ውን ኣብ መደረኡ ውሑስ ወደብ ባሕሪ ንመጻኢ ቁጠባዊ ብልጽግና ነዊሕ ዝጸንሕ ምርግጋእ ሃገራት ቀርኒ ኣፍሪቃ ኣገዳሲ ምዃኑ ዝገለጸ ኮይኑ፣ ኣብይ ኣሕመድ ሕጂ ኣብ ዓለማዊ ምስግጋር ኢና ዘለና፣ ኣብዚ ዘይርጉእነት ዘመን ሓይሊ ኣፍሪቃ ኣብ ርእሰ ምትእምማን ስሙር ግንባር ክምርኮዝ ኣለዎ ኢሉ። ኢትዮጵያ ኣፍደገ ባሕሪ ክህልዋ ድሌት ብተደጋጋሚ ዝገለጸት ኮይና፣ ቀዳምኒስትር ኢትዮጵያ ኣብይ ኣሕመድ ቅድሚ ሕጂ ሚእትን ሰላሳን ሚልዮን ህዝቢ እሱራት ጀኦግራፊክ ክኸውን የብሉን ክብል ከም ተዛረበ ይዝከር። ኣብይ ኣሕመድ ናብ ባሕሪ ምብጻሕ ንኢትዮጵያ ናይ ህላወ ጉዳይ ካብ ዝብል ንደሓር ምስ ጎረባብቲ ሃገራት ብፍላይ ምስ ኤርትራ ዝምድናታቱ ከም ዝተበተኸ ይዝከር። እዚ ከምዚ ኢሉ እንከሎ ብሩንዲ ንኣቦ ወንበርነት ሕብረት ኣፍሪቃ ክልተ ሽሕን ዕስራን ሽዱሽተን ካብ ኣንጎላ ከም ዝተረከበት ተገሊጹ። ፕሬዝዳንት ብሩንዲ ኤቫራስት ንዲያማቦ ንኣቦ ወንበርነት ሕብረት ኣፍሪቃ ክልተ ሽሕን ዕስራን ሽዱሽተን ከም ዝተመረጸ ተገሊጹ። መበል ሰላሳን ትሽዓተ ጉባኤ ሕብረት ኣፍሪቃ ዘላቒ ምርግጋጽ ማይን ኣተሓሕዛ ስርዓት ጽሬት፣ ምዕዋት ዕላማታት ኣጀንዳ ክልተ ሽሕን ስሳን ሰለስተን ብዝብል መሪሕ ሓሳብ ይካየድ ዘሎ ኮይኑ፣ ኣብቲ እዋን ብሩንዲ ንኣቦ ወንበርነት ሕብረት ኣፍሪቃ ክልተ ሽሕን ዕስራን ሽዱሽተን ብወግዒ ዝተረከበት ኮይና፣ ፕረዚዳንት እታ ሃገር ኤቨሬች ንዲያማቦ ምስ ኣንጎላ መዝንኡ ዣኦ ሎረንሶ ርኽክብ ብምግባር ስራሕ ከምዝጀመረ ገሊጹ። Ethiopia is also continuing to invest in connectivity.